ስለዚ መጀመርታ እንኳዕ ብደሓን መጻኻ ሽምካን ባግራውንድኻ ድማ ክተላልየና። ኦኬ
እንቃዕ ብደሓን ጸናሕካ መጀመርታ ዊሳ ሓወይ እንደገና ቀጺለ ንዓኻን ንኣባላት ካናሪ ቲቪ ድማ ከመስግነኩም እደሊ ቀጺለ ሽመይ ቢንያም የማነ ይበሃል ከም ኤዲተር ኮይነ ኣብ ኣስመራ የገልግል ኔረ ማለት እዩ ኣብ ዓውዲ ስነጥበብ ድሕረ ባይታይ ተኾይኑ ድማ ኣብ ሽሕን ትሽዓተ ሚእትን ተስዓን ክልተን ዓመተ ምህረት ኣብ ኣብ ስመራ ኮይኑ ከባቢ ገጀረ ተወሊደ ኣብኡ ድማ ዓብየ ማለት እዩ ክሳብ እዚ ናይ ስደት ግዜ ዝወጸሉ። ቀጺለ ኣብ መባእታ ኣብ መዋእለ ህጻናት ፍረድሀሎብ ዝበሃል ኣብኡ ተማሂረ ቀጺለ ካብ ቀዳማይ ክሳብ ሻምናይ ድማ ኣብ ቤት ትምህርቲ ኣማኑኤል ተማሂረ። ካብ ታሽዓይ ድማ ክሳብ ዓሰርተ ሓደ ኣብ ቤት ትምህርቲ ካልኣይ ደረጃ ቀይባህር ተማሂረ። ከም ኩሉ ሰበይ ድማ ኣባል ዕስራን ሰለስተን ዙርያ ኮይነ ኣብ ክልተ ሽሕን ትሽዓተን ክልተ ሽሕን ዓሰርተን ንሳዋ ወሪደ ማለት እዩ። ሐራይ የቀኔለይ ቢንያም ከም ዝመስለኒ እታ ናትካ ሎጎ ውን ቢዋይ ስኩዌር እያ ኔራ መስለኒ ኣነ ብዙሕ ካስት ኣይገብርን እየ ኔረ ሕጂ ግን ከመይ ኢልካ ናብቲ መደብ ኣቲካ እስከ ከመይ ኢልካ እቲ መጀመርታ ናይ ኤዲተርስ ከመይ ኔሩ። ዋው
ብዙሕ ሞያ እንድየ ፈቲነ ግን ኣይኮነለይን ገለ ካብቲ ዝፈተንኩ ኣብነት ክጠቕሰልካ መጀመርታ ናይ መኪና ኤለትርሻን ክኾን ፈቲነ ኣይሰለጠትንን ማለት እዩ ከም ኩላትና ማለት እዩ ብድሕሪኡ ፖምፒስታ ክኾን ፈቲነ ኣይሰለጠትንን ኦኬ ደሓር ግን ናተይ ዝምባለ ግን ይፈቱ ነይረ ዝቀንጠመንጢ ናይ ኤለትሮኒክስ ገለመለ ክተሓሕዝ ይፍትን ኔረ ግን ኣነ ዝብህጎ ዝነበርኩ ግን ኤለትርሻን ናይ ናይ ቲቪ ገለ ገለ ናይ ኤልትሮኒክ ከተዓራሪ እየ ድሓስብ ኔረ ካብ ብንእሽተይ ካብ ሕልሚ ብንእሽተይ ኔርካ ማለት ማለት እዩ ከምኡ ምዃን እዎ ኦኬ ድሓር ግን እዚኤን ክ ኣቀዲመ ክጠቅሰልካ ዝጸናሕኩ ሞያታት ፈቲነ ክሰልጠኒ ኣይክኣልን ኮፍ ኢለ ማለት እዩ ገዛ ያ ኮፍ ኢለ ትምህርተይ ጥራይ ጌረ እዚ ኣብ ካብ ሻምናይ ክሳብ ዓስራይ ዝ ዝመሃረሉ ዝነበርኩ ግዜ ማለት ዕድመ እዩ ሳዋ ማለት እዩ እዎ ኦኬ ብድሕሪኡ ግን ኣብ ዓስራይ ማለት እዩ ፋዘር ናተይ ኮፍ ምባል ገለ ምሻሉ ንዓይ ተወሳኺ ክኾነኒ ዝኽእል ሞያ ንኽመሃር ገለ ይሕግዘኒ ነይሩ እዩ። የምህረኒ ነይሩ ገለ ግን ኣነ ኣይክሳይ ኣይገበርኩን ከምዚ ምሻሉ ዋላ ናይ ኤለትሮኒክ ተማሂረ እየ። ኣሃ እቲ ትምህርትኻ ብኤለትሪክ ነይሩ ማለት እዩ። እወ ብኤለትሮኒክ ኦኬ። ተማሂረ ናይ ኮምፒተር እውን ተማሂረ ግን እቲ ናተይ ከለልዮ ኣይከኣልኩን ደሓር ኣብ ክልተ ሽሕን ሸሞንተን ማለት እዩ ዓስራይ ክፍሊ ኣብ ዝነበ ዝመሃረሉ ዝነበርኩ ግዜ

እወ ሓውሲ ዮናስ ቀንዲ ግን ንዓይ ናብኡ ንኽመላለስ ከምዚ ነቲ ሞያ ዕትብ ኢለ ክሕዞ ዘገደደኒ ምኽንያት ኣታ መጀመርታ መዓልቲ ዝኸድኩላ ንዳይረክተር ኣወል ስዒድን ድምጻዊ ተስፋኣለም ኣረፋይነ ቆርጫጭን ይረኽቦም ማለት እዩ ይሪኦም ሕጂ ኣነ ከምዚ ህቡብ ሰብ ወይ ኣብ ስራሕ ስነጥበብ ዝነበረ ገለ ዋላ ሓንቲ ኣፍልጦ ኣይነበረን ግን ከም ሰብ ርእየዮም ኣይፈልጥን'የ፣ ሽዑ ኣብቲ ገዛ ምስ መጻኹ ገለ ግን ንዓይ ሃንደበት'ዩ ነይሩ።
እወ፣ ዓቢ ስምዒት'ዩ እንድሕር ሓደ ደራፋይ ወይ ህቡብ ሰብ ረኺብካ። ድራር፣ ሕጂ ንዕኦም ምስ ረኣኹ ከምዚ ምሽ በቃ ኦኬ እዚ ስራሕ ናይ ስነጥበብ'ዩ፣ እንተነፊዕኻ'ውን ከምቲ ንሶም ደረጃ ብደረጃ ደረጃ ብደረጃ ዓብዮም ሽሞም ነዕብዮም ጽቡቕ ስራሕ ደበርክቱ ዝነበሩ'ቲ ግዜ ማለት'ዩ ኣነ'ውን ከምኡ ክገብርሲ ይኽእል'የ ኢለ ይሓስብ ማለት እዩ። ደሓር ሞር ፎካስ ናብኡ ጌረ ካብ ትምህርቲ ንላዕሊ ትምህርቲ ዳርጋ እንዳገደፍኩዎ እንዳገደፍኩዎ መጽእ ማለት እዩ ግን ኣይቋረጽኩን። ክኸልፈካ ኣብ ትምህርቲ ከ ከመይ ዓይነት ርድኢት ኔርካ ማለት ናይ ዩኒ ዲኻ ኔርካ ወይ ናይ ብልጭ ከምኡ ከ ኣብቲ ናይ ብልጫ ነገርስ ከመይ ኔሩ? ንፉዕ ኔረ ይብለካ ኣነ ግን ዓቕሚ ነብሰይ ማለት ንዓይ ከሕልፈኒ ዝኽእልን ዘይከሕልፈኒ እዚ ይፍትን ኔረ እየ ብዓቕመይ መቸም ግን እዚኣ ዝብለካ ሞያ ምስ ምስ ምስ ረኸብኩ ብፍላይ ምስ ዮናስ ጽቡቅ ኮንታክት ምስ ገበርና ገለ ሞር ናብኡ ኣድሂበ ማለት እዩ ኣብ ኤዲቲንግ ኣይተሓለልኩን ትምህርቲ ወዲኤ ቀልጢፈ ተመሲሐ ናብኡ እየ ደኺል ነይረ ምሻ ኣሎ እቲ ናቱ ዕቤት እውን ደስ ኢልኒ ካልኣይ ከዓ ዮናስ ኣብቲ ግዜ እቲ ዮናን ይበሃል ስለ ዝነበረ ጽቡቅ ዝና ኣጥርዩ ነይሩ። ያእ ያእ ኣነ ውን ብዙሕ ሪኤ ነይረ ብ ኤሪ ቲቪ ያእ። ሕጂ ካብ ናቱካ ቅዱስ ቅንኢ ሒዝኒ ከምዚስ ክከውን ኣለኒ ገለ ኢለ እሱ ናተይ ኣብነት ኮይኑ ማለት እዩ ዮናስ። ያእ። ብድሕሪኡ ግዜ ወሲድለይ ሓቂ ዘረባ ከባቢ ሽዱሽተ ወርሒ ገለ ዝከውን ዋላ ሓንቲ ክስታይ ገይረ ኣይፈልጥን እየ ምክንያቱ ኣፍልጦ ኣይነበረንን። ኣብ ቅድም ክትመሃሮ ክትክእል ኣለካ ስቴፕ ባይ ስቴፕ ኣበይ ተማሂረ ኣብቲ ገዛ ተማሂረ ዮናስ መሂርኒ ናይ ሕጂ ዘሎ ኤዲተር ከዓ ተስፋ ኣለም ገበረ ማርያም ከዓ ብሓንሳብ ስለ ዝነበሩ እቲ ግዜ እቲ ንሱ እውን ይምህረኒ ነይሩ ማለት እዩ
ሕራይ ማለት ከምዚ ገለፅካለይ ብዙሕ ነገራት ኢኻ ተሞክሮ ወሲድካ እታ ናይ መጀመርታ ስራሕካያ መደብሲ ወይ ፊልምስ ከመይ ትመስል ኔራ? ብምንታይ ከ ጀሚርካ ናይ መደራፋይ? ክልተ ሽሕን ሸሞንተን ማለት እዩ ድሕሪ ሽዱሽተ ወርሒ እየ ጀሚረ ኢለካ ኔረ ሕጂ እቲ ሽዱሽተ ወርሒ ዮናስ ይምህረኒ ተስፋኣለም ውን ከምኡ ይምህረኒ ማለት እዩ ሕጂ ተስፋኣለም ልዕለይ ስለ ዝነበረ እቲ ግዜ እቲ ኣነ ክሰርሕ ኣይክእልንየ ኔረ ብዝኮነ ኣነ ክገብሮ ዝክእል ጥራየ ይሓቱኒ እተን ዓቅመይ ዘፍቅደን ጥራይ ይፍትን ኔረ ብድሕሪኡ ግን ተስፋኣለም ካብቲ ስራሕ ምስ ወጸ ማለት እዩ ኣነ ዕድል ረኪበ more ማለት እዩ እቲ ባይታካ ክጥቀመሉ ነይርኒ ሽዑ ከም ዝብለካ ነዊሕ ይማላለስ ስለ ዝነበርኩ ደረጃ ብደረጃ ደረጃ ብደረጃ ይረኣየኒ ነይሩ ከምዚ ይፈልጥ ነይረ በብቁሩብ ማለት እዩ ድሕሪኡ ግን ዮናስ ከኣ ኣይሓመቐን ንዓይ እቲ ኣነ ክፈልጦ ዝግበኣኒ ነገራት ነይርኒ እዩ ዝከረኒ ወርሒ ትሽዓተ ተሽሕን ሸሞንተን ማለት እዩ ቀዳመይቲ ክሊፕ ሽዑ እየ ኤዲት ክገብር ጀሚረ ማለት እዩ ኦኬ ናይ ገብረ ወልደሩፋኤል ዝበሃል ንዐስታሊለየት እዚኣ ኣይርስዓን እየ ንዐስታሊለ ናይ መጀመርታ ስራሕ እያ ንዓኣ ብዓቕመይ ዘፍቅዶ ኤዲት ክገብር ፈቲነ ማለት እዩ ጌጋታት ነይርዎ ኣሪመኒ ዮናስ ብዙሕ ደሓር እዚኣ ናይ መጀመርታ በርኪት እያ ደስ ኢልኒ ሽዑ ጽቡቅ ነገሩ ኣውዳኣመት እዩ ኔሩ ኣብ ኣውዳኣመት ተራኣ ገለ ብሽመይ ተጻሒፉ ኣብ ኤሪ ቲቪ ማለት እዩ እወ ኣብ መደብ ኤሪ ቲቪ ተራዩ ደስ ኢልኒ ብቻሎ እታ ምጽሓፍ እያ ኔራ እታ ክስታይ እታ ናተይ ሽዑ እቲ ዕቤት ቀስ ኢሉ ክመጽእ ይክእል እዩ። ግን ምሻሉ እቲ ናይ ነዊሕ ዝተማላለስኩሉ ውጺኢትስ እሳያ ነይራ ቀዳመይቲ። እቶ ውጺኢት ኮይና ማለት እየ። ክስታይ ከ እቲ ፊድባክ ናይ ሰብ ከ ከመይ ነይሩ ወይ ንዓካ ድመጹካ ሰባት ከምዚ ኮይኑ ከምዚ ኮይኑ ከመይ ነይሩ እቲ ፊድባክ። እዋ ሕጂ ኣብቲ ስራሕ ኮለና ቡዙሓት ኣርቲስት ስለ ዝመጹ ነበሩ ደረፍቶም ገጠምቶም ዘየምቶም ሙዚቀኛታት ገለ ንዮናስ ውን ኣብቲ ግዜ እቲ ቡዙሕ እዩ ነይሩ ፈላጢኡ ምእንቲ እዚኣ ሰሪሐ እየ ገለ ክብል ከለኩ ምሽ ናይ መጀመርታ ፍርያት እያ ነይራ እቶም ካባይ ዝዓብዩ ኣርቲስት ማለት እዩ ከምዚ ክኸውን ነይርዎ ከምዚ ክኸውን ነይርዎ ሓሳብሲ ግድን ይህቡኒ እዮም ይህቡ ከምያ። ምክንያቱ ኩሉ ግዜ ፍጹምነት ዝበሃል ነገር የለን ኣነ ከኣ ዓቅመይ እየ ጌረ ስቲል ውን ክሳብ ሕጂ ማለት እዩ ዝኾነ ዘበርከትክዎ ነገር የለን ግን ከም ቀዳመይቲ ስራሐይ ግን በቃ ንዓይ ደስ ኢሉኒ ግን ሪኢቶታት ግን ብዙሕ ነይሩ ኣብ ሰብ ማለት ዋላ ኣብ ትምህርቲ ማለት ሽዑ ንጅምሮ ነርና ትምህርቲ ከም ንዓይ ዝሰልጥኑ ዝነበሩ ገለ ተዓጊሶም ማለት እዩ እቲ ናተይ ከም መዘነኦም ኮይነ ይዕሎም ስለ ዝነበርኩ ብዛዕባ እቲ ናተይ ነገራት ገለ ደስ ኢልዎም ንሶምውን ኣይሓመቑ በቲ ንሶም ዝፈልጥዎ ነገራት ሪኢቶታት ሂበኒ ሓገዝ ገይሮም ማለት እዩ ፅቡቕ ክሳብ ሕጂ ክንደይ ዝኾና ፍርያት ኣፍሪኻ ኣለኻ ማለተይ ክንደይ ዝኾና ኤዲት ገይርካ ኣለኻ?
ብጠቅላላ እቲ ቁጽሪ ኣይፈልጦን እየ ግን ልዕሊ ክልተ ሚእቲ እንተን ፍርያት ካባይ ላዕሊ ዝሰርሑ እውን ኣለዉ ኤዲተር ተስፊ ተማም ክንደይ ዕድመ ጌርካ ኣለኻ ዕስራን ሓሙሽተን ዕስራን ሓሙሽተን ኮይንካ ክሳብ ክልተ ሚእቲ ፍርያት ከተፍሪ ብጣዕሚ ዝድነቕ ነገር እዩ ግን ከመይ ነይሩ እቲ መደብ እቲ ስራሕ ማለት እዩ ክልተ ሚእቲ ፍሬ ክትብለኒ ከለኻስ ብጣዕሚ ኣነ እስክስታይ ኮይነ ምሻሎ ገሪምኒ ሕጂስ ከመይ ኔሩ እቲ ሃዋህው። እወ ሕጂ ካብ ክልተ ሽሕን ሸሞንተን እንድዩ ዝኸውን ዘሎ እዚ ስራሕ። ኣብ ትሕቲ ሰብ ዝነበርኩሉ ግዜ ብዙሕ ኔሩ፣ ምስዮናን ማለት እዩ። ምኽንያቱ ንሱ ትካል ስለዝኾነ። ክንደይ ቁጽሪ ኣፍሪ ኣይፈልጦን እየ ምክንያቱ እቲ ዶኩሜንት ገለ ኣይሓዝኩዎን ብትክክል ማለት እዩ ብድሕሪኡ ውን ከምኡ እቲ ስራሕሲ ቀጻልነት ነይርዎ እዩ ኣይዐረፍኩን ከምዚ ሞርካ ይጽዕር ነይረ እየ ሽም ንከምጽእ እንድሕር ደኣ ኣብ ስነ ጥብ ከኣ እንተ ደኣ ሞር ትነጥፍ ኮንካ ሞር ትሒል ተኮንካ ስራሕ ዘይመጸሉ ምክንያት የለን ኣዳማዕብልካ ኢካ ትከይድ ሕጂ
ይፍትን ስራሕ መጽእ ዓቕሚ ለፍቅሮ ይሰርሕ ስራሕ መጽ ዓቕሚ ለፍቅሮ ይሰርሕ ከምዚ ማለት እዩ እቲ ኣነ ክገብሮ ዝኽእል ነገር በታ ዘላትኒ ባኣስ ይሰርሕ ነይረ እዩ ድብል። እወ ሕጂ ዋላ እቲ ክትሰርሖ ከለኻስ ከመይ ነይሩ ክፍሊት ነይርዎ ድዩ ኣብቲ መጀመርታ ማለት እዩ ዳማዕበልካ ክትከይድ ከለኻ ዋላ ንሰብ ከምዚ ኣለዎ ኣብቲ ባህልናስ ኣለዉ ክሕግዘካ ሓግዘኒ ኣሎ እሞ እቲ መደብስ ከመይ ነይሩ። እወ ሕጂ ምስ ምስ ዮናስ ክጅምር ከለኹ ንኽኽፈል ኢለ ገለ ሓሲበ ይፈልጥ ነይረ ኣይተኸፈልኩሉን ካኣ ብትኽክል። እቲ ናተይ ውጽኢት ግን እቲ ፍልጠት ከመይ የኸስቦ እሱ እዩ ክፍሊ ምክንያቱ ኣብቲ ግዜ እቲ ትሕዞ ኣፍልጦስ ንኻልእ ግዜስ ከስርሓካን እቲ ሽዑ እተምጽኦ ድኻም ከኣ ምስ ግዜ ከኣ እቲ ውጽኢቱስ ሰሪሕካስ ከተምጽእ ትኽእል ኢኻ ገንዘብ ናይ ገንዘብ ሽግር ወደ ዳሓር ግዜ ክትርኢ ኣለካ እወ ጽቡቕ ኣሎ እሺ ሕጂ ናተይ ሓሳብ ከምዚ በልኩኻ ንዕኡ የቐንኣሉ ስለ ዝነበርኩ ከምዚ ቅዱስ ቅነ ማለት እዩ እቲ ናቱ ሽም እሱ ከመይ ይዓቢ እምበር ከመይ ካብኡ ገንዘብ ይረብሕ ኣይነበረን ኣብ ናተይ ሓሳብ ማለት እዩ ከሳብ ክልተ ሽሕን ዓሰርተ ክልተን ምሱ ሰሪሕና ማለት እዩ ክልተ ሽሕን ዓሰርተን ትሽዓተን ዓሰርተን ሳዋ በጺሐ ምስ መጻኹ ዓሰርተ ሓደን ዓሰርተ ክልተ ዓሰርተን ዓሰርተ ሓደን ዓሰርተ ሓደን ዓሰርተ ክልተን ከኣ ምሱ ሰሪሐ ብድሕሪኡ ግን ክንሰማማዕ ኣይከኣልናን
ነናትና ሰጊርና ማለት እዩ ኣነ በቲ ዘለኒ መሳርሂ።
ሽዑስ ኣብ ከመይ ደረጃ ኔርካ ማለት ኣነ ኣነስ ፈሊጦ ኣለኹ ብትብለሉ ደረጃ ኢኻ ኔርካ ዋላ ወይ ውን ጸግዒ ትደልየሉ ኣብ ከመይ ደረጃ ኔርካ እስኻ? ደሓን እየ ደሓን እየ ኔረ እየ ድብል ግን ኩሉ ግዜ ኮሙኒኬሽን ክህልወካ ኣለዎ ምስ ሰብ ኣብ ትሕቲ ሰብ ኮንካን ትሰርሖን ደሓር በይንኻ ወጺኻ ትሰርሖን በበይኑ ምኽንያቱ ዝተቐረበለይ ትሰርሕ ኔረ ሽዑ በይነይ ወጽየ ብዘለኒ ዓቕሚ ክሰርሕ ክፍትን ከለኹ ሓደ ኢልካ ኢካ ትጅምር ማለት እዩ ምክንያቱ ናጽነት ኣለካ ኣብ ነብስካ ድእዝዘካ ሰብ የብልካን ንስካ ድመስለካ ኢካ ትገብር ባዕልካ ኢካ ኩሉ ነገር ትውድኦ ካብ ናትካ ስለ ዝኮነ ኩሉ እያ። እወ ሕጂ ኣብኡ ግን ኣብ ትካል ግን እሱ ካባይ ዝዓቢ ኤዲተር እዩ ካሜራ ማን እዩ እሱ እዩ ኩሉ ፍጹምነት ድገብሮ ነይሩ ማለት እዩ ኣነ ድሰርሖ ነበር። እቲ ሽም ውን ናቱ እዩ ነይሩ መስለኒ። እወ ሕጂ ብናቱ ብናይ ትካል እንድዩ ብናይ ዮናን ሎጎ ይወጽእ። ኣነ ከኣ እቲ ዝሰራሕኮ ሽም ሲሁ ስም ኣሎ እቲ ከም ኤዲተር ኤዲተር ይወስድ እቲ ዳይረክተር ዳይረክተር እቲ ገጣማይ ገጣሚ ከም ናቱ ማለት ግን ብዮናን እዩ ዝጸሓፍ ኔሩ ዝበዝሕ ፍርያት ሕጂ ኣብ ትካል ስለ ዝነበርኩ ሞር ብዮናን ይፍለጥ ኔሩ ማለት እዩ ካብ እቲ ንሕና ንሰርሖ ዝነበርና ኣብቲ ዮናን እስቲ ሕጂ ኣብቲ እታ BY Square ትብል ሎጎ ሲ ካብ መዓስ ጀሚርካያ ማለት እዩ እወ ሕጂ ናብኣ ክመጸካ ክልተ ሽሕን ዓሰርተ ክልተን ክንረዳዳእ ስለ ዘይከኣልና ፋሕፋሕ ኢልና ማለት እዩ ኣነ ናተይ ጀሚረ ንሱ ከኣ ንዕኡ ዝጥዕሞ መንገዲ ፋሕፋሕ ኢልና ማለት እዩ ኣዎ ናይ መንገድኹም ማለት እዩ እወ ሕጂ ካብ ክልተ ሽሕን ዓሰርተ ክልተን ኣነ ከም ብሓድሽ እየ ዝጅምር ዘለኹ ከተእምን ኣለካ ኣብ ትካል ኔርካ ሰብ ንዓኻ ክመጸካ ዘሎ ተኽእሎ ሽዑ ይውሕድ እዩ እተን ዘለዋኻ ትረኽበን ስራሓት ኢኻ ከተዕቢ ዘለካ ኣኒወይ ግን እተን ድረኽበን ዝነበርኩ ምስ ግዜ ይሰርሓለን ነይረ ክልተ ሽሕን ዓሰርተ ኣርባዕተን ኣብቲ መወዳእታ ማለት እዩ ክመጸኪያ እየ ናብታ ስለምንታይ ቢዋይ ስኩዌር ይጥቀም ነይረ ማለት እዩ ዳይረክተር ዲኣርሱጄ ማለት ዳንኤል ኣብርሃም እዩ ዝበሃል ሓወይ እዩ ኪኖ ስራሕ ውነት ኣለና ብጣዕሚ ዝፈትዎ እዩ ናይ ስራሕ ኣክብሮ ዘለዎ ሰብ እዩ ገለ ይሓቶ ስለምንታይ ሲ ክኣ ክንዲ ዳኒኤል ኣብርሃም ሲ ስለምንታይ DRSUJ ትጥቀም ይብሎ ማለት እዩ ኩሉ ግዜ ክልተ መድረኽ ኢኻ ትነብር ይብለኒ ኣነ ደይፈልጦ ዝነበርኩ ሓቂ ማለት እዩ ኣብ ስራሕ ስነ ጥበብ ተኣቲኻ ካልእ ሰብ ኢኻ ኣብ ሪል ላይፍካ ካልእ ሰብ ኢኻ ሕጂ ኣብቲ ኣነ ንሱን ብውልቂ ንዝራኸብልና ግዜ ከም ዳኒኤል ኣብርሃም ኮይኑ የቕርበኒ ኣብ ስራሕ እንድሕር ኣለኻ ከም DRSUJ ጠባዩስ ጠቕላላ ብናይ ስራሕ እዩ ዝቕየር ከም ዝተወደድካ ኣብቲ ናይ ስራሕ ናይ ስራሕ ማለተይ ኣብቲ ዓለማዊ ሂወትካ ዓለማዊ ሂወት ማለት ኦኬ ደሓር ከምኡ ምስ በለኒ
ደስ ኢሉኒ እቲ ሓሳብ ሓቁ እዩ ኢኻ ብናተይ መለክዒ ክሪኦ ከለኹ ሓቁ እዩ ንሱ ደሓር ናተይ ናይ ብርዒ ሽም ክጥቀም ደልየ ማለት እዩ ሓሲበ ሓሲበ ብዙሕ ፈቲ ምሻሎ ንዓይ ደሓን ዝኾነ ደስ ክብለኒ ዝኽእል ነገራት ሓሲበ ማለት እዩ ድሕሪኡ ኣብ መወዳእትኡ ግን ናብዚኣ DIY-Secure ትብል ናብኣ ክጥቀም ወሲነ ማለት እዩ። ኣብ ክልተ ሽሕን ዓሰርተ ኣርባዕተን እዩ ዝኸውን ዘሎ። ኣብ ክልተ ሽሕን ዓሰርተ ኣርባዕተን።
ኣብ ብድሕሪኡ ዝቐጸለ ስርሓት ብኸምኡ ብDIY-Secure እንዳወጸ ክሳብ እዚ ዝወጻሉ ዝነበርኩ ብኸምኡ ቀጺሉ ማለት እዩ።
ሕራይ እዛ BY-Secure ከቕርብ እንታይ ትኸውን እታ ናታ Definition ወይ ናታ ትርጉምስ እንታይ ትኸውን ኮብ ተብርሃለይሰ። ብዙሕ ሰብ እዩ ዝሓተላ እዚኣ ብፍላይ ኣነ ከም ኤዲተር ድፈልጠን ሰብ ብውልቂ ይኹን ወላ ብ ብስራሕ ማለት እዩ እንታይ እዩ ገለ ብለኒ ግን ንኹሉ ንገሌ ምምልሰሎም እየ ንገሌ ማይምልሰሎምን እየ ገለ ግን እታ ቀንዲ ከም ዝበልኩኻ እቲ ናይ ብልዒ ሽም ምጥቃም እንድዩ ሽም ሰ ሽም ሰብ እያ ብሓፈሻ እታ ቀዳመይቲ ቢ ኢላ ኣይ ደላ ንዓይ ትውክል ማለት እየ ቢንያ ማለት እያ ሕጂ እታ ስኩዌር ነታ ዋይ ጥራይ እያ ደላ ንክልተ ክልተ ዋይ እየን እታ ሓንቲ ዩኤል እያ እታ ሓንቲ ከኣ የማን እያ ሕጂ ዩኤል ማለት ንዓይ ሓወይ ኮይኑ ኣብ ክልተ ሽሕን ሓደን ዓመተ ምህረት ብ ንእሽቱ ማለት ኣብ ትሽዓተ ወርሑ ሓይሙ ካብዛ ዓለም ብሞት ዝተፈልየ ማለት እዩ ሕጂ ኣነ ኣይጸገብኩዎን ከም ሓወይ ሕሳስ ልደ ናይ ገዛ ከኣ ስለ ዝኮንኩ ንእሽተይ ክኮነለይ ደስ እብለኒ ኔሩ ግን ፈጣሪ ፈቆዶ ናፍቆት ኣለኒ እቲ ቆልዓ ፎቶኡ ከብ ንእሽተይ ከለኩ ንዕኡ ከም መዘካከሪት ትኮነኒ ኢለ እየ ተጠቂመላ ማለት እዩ ሕጂ ቢንያም ዮኤል የማነ ማለት እዩ የማነ ከኣ ሽም ኣቦይ ማለት እዩ።
ሕራይ ካብዘን ናይ ካብዘን ድፈትወን ክልተ ደርፍታት ሰሪሕ ከኣ ድፈትወን ማለት እዪ ካብ ብዙሕ ውን ኣሎ ዘይ እድብትን ኩሉ ረሲዓቶን ዝብላ ኣለዋ ናይ ናሆም ድፈትወን ደርፊ ማለት እዪ እሰን ከመይ ብከመይ ተሰሪሐን ከመይ ነይረን ካብ እለ ክትገልጸለይ።
እወ ብፍላይ ኩሉ ረሲዓቶ ክልተ ሽሕን ዓሰርተ ሓሙሽተ ማለት እዩ ብጣዕሚ ተገዲሰ እየ ሰሪሐ ሓቂ ምዝራብ ግዜ ወሲደ እያ ወርሒ ዶ ኾን ወሲዳትለይ ይዱንግ ነይሩ እየ ኣብ ግዜ ኣብ ኤዲት ማለት እዩ ምክንያቱ ኣነ ደስ ዝብለኒ ኣነ ከይዓገብኩሉ ዋላ ዓመት ደይትገብር ንዓይ ደስ ኢላትኒ ነቲ ሰብ ከሪኦስ ዝደሊ ከውጽኣ ይደሊ ፋና እያ ዝኮነት ሕጂ ይዱንግ ነይረ ግዜ ግን ኣብቲ ግዜ እቲ ማራ ደስ ኢላትኒ እታ ደርፊ ሓቂ ምዝራብ ጽቡቅ ቴምፖ ነይርዋ ዜማ ጥዑም እዩ ግጥማ ጥዑም እዩ ናይ ናሆም ካሪዝማቲክ ብጣዕሚ ጽቡቅ እዩ ነይሩ ዳይሬክቲንግ ከምኡ ስእሊ ከምኡ ግዜ ወሲዳ እያ ብዝሕ ዝበለ ፋይላት እዩ መጺኒ ነይሩ ሽዑ ተገዲሰ ሰሪሐያ ግን ሰሪሐያ ክብለካስ በቲ ኣነ ዘለኒ ቁሩብ ዓቅሚ ማለት እዩ ከም ውጽኢቱ ከዓ ጽቡቅ ስታኬራ ማለት እዩ ሽዑ ኣብቲ ግዜ እቲ እዛ ናይ ብርዒ ሽም ክጥቀም ይጥቀም ስለ ዝነበርኩ ብዙሕ ሰብ መን እዩ ኤዲተር ገለ ይብል ነይሩ ይብን ኣብ ኣስመራ ማለት እዩ ደስ ኢልኒ ግን ሽዑ ምክንያቱ እታ ናተይ ናይ ብርዒ ሽም ክወፀለይ ይሓስብ ስለ ዝነበርኩ ሽዑ ሲሳይ ናሆም ተሓዊሱ ዓበይቲ ካሜራ ማን ኤዲት እዚ ዳይረክተር ወላ ገጠምቲ ዘንድ ሙዚቀኛታት ኩሎም ብጣዕሚ ንፉዓት እዮም ነይሮም ውፅኢት ናይ ኩላትና ከዓ ኣብ ሰብ ፅቡቅ ከይዳ መስለኒ በቲ ኣነ ዝሪኦ ቀፂላ እውን እዛ ዘይእድብትኻ ከምኡ ሕጂ ኣይከድኩን ኣብ ሰእሊ ኣይከድኩን ኣጋጣሚ ስራሐይ ስለ ዝነበረኒ ግን እንተ ጢዒምኒ ይከይድ እየ ኣብ ሰእሊ ጃስት ንዓይ ደስ ክብለኒ ዝኮነ ኣነ ክምልኦ ዝክእል ነገር እንተሎ ካኣ ይሕግዝ ማለት እዩ እምበር ካብ ሰብ ፈሊጠ ገለ ኣይኮንኩን። ያእ ያእ ሕጂ ንሳ ውን ከምኡ ኣባጺዓ ተሰሪሓ ያእ ናሆም ሒዝለይ ምስ መጸ ብጣዕሚ እየ ተሓጉሰ ምክንያቱ ሓደ ንሱ ሽም ነይርዎ ኩላትካስ ተሓጋገዝቲ ክሊኣ ንሱ ንዓካ የውጻካ ኣነ በቲ ዘለኒ ዓቅሚ ንዑኡ ይፍትነሉ ኣብኡ ዝሰርሑ ውን ስቲል ንሶም እዮም እቶም እቲ ካሜራ ዳይረክተር ተፈሊ ካልእ ሰሪሕዋ እቶም ሙዚቀኛታት ንሶም እዮም ገለ ሕጂ ከም ምሳሌ ውህደት ናይ ኩልኻ ሲ ከምዚ ፋሚሊ እዩ ማለት እዩ። እወ ውህደት ናይ ኩሉ ነገር ሲ የውጸካ ማለት እዩ ኣነ ውን ይፈትወን እየ ግን ከምዚ ክሳብ ሕጂ ግን ከምዚ እንታይ ነቲ ሓደ ሰሪሕ ነቲ ሓደ ደይ ድቅይር ኮይነ። ጽቡቃት እየን ንዓይ ውን። ያኣ ከምዚ መሰል ስራሕ ትዓብ ሙሉእ ትሰርሕ መጺካ እንዳ በለጸ እንዳ በለጸ ስለ ዝከይድ ዋላ ነቲ ክስታይ ክትብሎ ውን የሸግረካ እዩ እወ ናይ ንሆም እሰን ጥራይ ዲካ ሰሪሕካ ዘለካ ዋላ ውን ቡዙሕ ስራሕካ ኣለካ ምስ ንሆም። ናይ ናሆም ብጠቅላላ ኣርባዕተ ክሊፕ ሰሪሐሉ እቲኣ ሓንቲ ኩሉ ረሲዓቶ ዘይእድብቲ ተኾሊፍ ክትብል ናይ ሳሃራ ትውክል ማለት እያ ኣሃ ኣዎ።
ራብዐይቲ ከኣ እዚኣ ምስ ተመስገን ምስ ዘረፍዋ ኣለና ዶ ትብል ማለት እያ። ኣዛ ኣለና ዶ ጽቡቅ እከ ካልእ ከ ናይ ብናይ መን ደረፍቲ ናይ ሃገርና ደረፍትስ ናይ በዓል መን ቁሩብ ክልተ ሰለስተ ክትጠቅሰለይ ማለት ከም ዝበልካኒ ቡዙሕ ነገር እዩ ንክትጠቅሶ ውን ንዓካ ክሸግረካ ይክእል ክከውን እዩ ግን ክልተ ሰለስተ እስኪ ጠቅሰለይ። ከባድ ሕቶ እያ እዚኣ ናይ ሓደ ካብቲ ሓደ ፈልየ ክጠቅሶ ኣይክእልን እየ ምክንያቱ ደስ ዝብለኒ ነገር እዩ ኩሉ። እቲ ኣነ ዝሰሪሐዮ ድብሎ ኣፍርየ ድብሎ ነገርሲ ንዓይ ደሓን እዩ እኹል እዩ። ሐራይ ክብራት ተዓዘብትና ከምዚ ክትሪኦ ዝጸናሕኩም ቢንያም ብዙሕ ስርሓት እዩ ሰሪሑ ዘሎ ካፍተን ዝሰረሐን ከኣ ክልተ ሰለስተ ወስ ክነብለኩም ኢና ምሳና ጽንሑ።